ሰላም ካብ ቀረባን ርሕቑን ምስ መደባት ኣለና ሚድያ ትብ ዘለኹም ክቡራት ተኸታተልቲ ኣብ ዘለኹሞ ክብ ዝበለ ሰላምታና ይብፃሕኩም ምስ ኣለና ሚድያ ኢኹም ዘለኹም ንሕጂ ካብቲ ኩሉ ግዜ እንቕርቦ ፍልይ ዝበለ ኣርእስቲ መሪፀ ክዛረብ ከምዚ ኣብ ታምብነይል ወይ ኣብዚ ኣርእስቲ ዝሪኦሞ ናይ ሎም መዓልቲ ንዛረበሉ ከዓ ካናዳ ስነ ኣድጊ ዝብል ኣርእስቲ ሂበ ክዛረብ መሪፀ እዚ ብቋንቋ ትግርኛ ልክዕ ትርጉም ዘለዎ ኣርእስቲ እዩ። ምናልባት ብኻልኦት ቋንቋታት ክትርጎም ከሎ እንታይ ትሕዝቶ ከም ዘለዎ ኣይፈልጥን። ኣብ ቋንቋ ናትና ናይ ትግርኛ ግን ኣብ ዝኾነ ይኹን እዋን ስነ ኣድጊ ክበሃል ከሎ ማዕረ ማለት እዩ ኣቦታትናን ኣባሓጎታትናን ዝጥቀምሉ ኣብ ገለገለ እዋን እንተደኣ ሓላፍ ዘላፍ ነይሩ እሞ ተመዓራርዩ ሕጂ ኩላ ከም ስኒ ኣድጊ ኮይና ይብሉ። ኩላ ማዕረ ኮይና ኣብ መነባብሮ ድዩ ኣብ ካልእ ዝተፈላለየ ማሕበራዊ ጉዳያት ከምዚ ዝኣመሰለ ማዕርነት ክርከብ ከሎ ስጡም ዝኾነ ኣገባብ ክርከብ ከሎ እንታይ ይብሉ ወለዲ ስኒ ኣድጊ ይብሉ። ስለዚ ንካናዳ ኸዓ ስነ ኣድጊ ኢለ ጸዊዐያ። እዚ ናተይ ኣጸዋውዓ ዩ። ካብቲ ኣብ ካናዳ ዘለኒ ተመኩሮን ትዕዝብትን ተበጊሰ ኣገዳሲ ዝኾነ ኣርእስቲ ሒዘ ኣገዳሲ ኣስተምህሮ ክህብ ስለ ዝደለኹ ዩ። ክቡራት ተኸታተልቲ እዚ ኣርእስቲ እዚ ከም ሳምፕል ንዓና ንኤርትራውያን ብናይ ኤርትራውያን ተመክሮ እየ ዘቕርቦ ዘለኹ። እዚ ናይ ኤርትራውያን ተመክሮ ከዓ ኣብ ካናዳን ዝነብር ዝበዝሕ ህዝቢ ዝሰማማዕ ኣርእስቲ እዩ። እዚ ካናዳ ስነ ኣድጊ ዝብል ኣርእስቲ እቲ ናይ ኤርትራውያን ናትና ድሕረ ባይታን ኣመፃፅኣና ናብ ካናዳን ዝገልፅ ኮይኑ እቲ ኣብ ካናዳ እንነብሮ ዘለና ጉዳያትን ከምኡ ዝኣመሰለ መሰላትን ኣብ ግምት ብምእታው ተጠቃሚ ናይ ነብሲ ወከፍ መሰል ንዝኾነ ሰብ ሓደ ሓደ መረረታት ሓደ ሓደ ዝተፈላለየ እዋናት ነቐፌታ ወይ ዝተፈላለየ ዘየድሊ ዘረባታት ክሰምዕ ከለኻ ካናዳ ስነ ኣድጊ ኢልካ ክትዛረብ ትመርጽ ብኸመይ ስነ ኣድጊ ኢላ ክገልጾ ከለኹ እቲ ኣመጻጽኣ ከም ዝጠቐስክዎ ናትና ናይ ሕብረተሰብ ኤርትራ ካብ ዝተፈላለየ ድሕረ ባይታ ዝመፀ ህዝቢ እዩ ብትኽክል ገለ ገለ ካብ ኦምሓጀርን ገሉጅን እንተነውሕኻ ተሰነይ ጥራይ ዝበፅሐ ህዝቢ ናብ ካናዳ ኣትዩ ኣሎ ብፍላይ ደቂ ኣንስትዮ ካብ ገዘን ብዙሕ ስለ ዘይንቀሳቐሳ ኣብ ቆልዑት ምዕባይ ኣብ ምንባይ ናይ ስድራ ቤት ስለ ዝነጥፋ ኣነ ዝፈልጠን ደቂ ኣንስትዮ ካብ ኦምሓጀር ክሳብ ተሰነይ ጥራይ ዝፈልጣ ባዕለን ከዓ ከይደን ዝዛረብኦ እቲ ናተን ኣካይዳ ከረን በፂሐን ኣይፈልጣን ኣይኮነን ዘስመራ ካልእ ዝተፈላለየ ናይ ኤርትራ ከተማታትን ባሕሪ ናይ ኤርትራን ዝረኣየ ህዝቢ እውን ኣዝዩ ውሕድ እዩ ምስ ከምዚ ዝኣመሰለ ኣብቲ ቁጠባዊ መነባብሮ እውን ገለ ሰብ ንግዲ ዝነበሩ ገንዘብ ዝፈልጡ መካይን ዝፈልጡ ምንቅስቃስ ዝፈልጡ ዓለም ዝፈልጡ ሰባት ብዝተፈላለየ ምክንያት ናብ ካናዳ ዝኣተው ኣለው ገለ ምሁራት ናይ ዩኒቨርሲቲ ምሁራት ናይ ሃይ ስኩል ምሁራት ካልኦት ዝተፈላለዩ መራሕቲ ሃይማኖታት ናብ ካናዳ ኣትዮም እዮም እቲ ከምዚ ዝኣመሰለ ዝተፈላለየ መነባብሮ ኣብ ግምት ብምታው እምበኣር ካናዳ ንኩሉ ከም ስኒ ኣድጊ ማዕረ ጌራቶ ንምባል ዘቕርቦ ዘለኹ ኣርእስቲ እዩ። ከምኡ ስለ ዝኾነ ከኣ ንህዝብን መንግስትን ካናዳ ምስጋና ይግብኦም እዩ። ሓደ ሓደ እዋን እንዳ ሰብ ክትዘውር ከለኻ ወይ ሰባት ናብ ገዛኻ ክመፁ ከለዉ ብዛዕባ መነባብሮ ብዛዕባ ዌዘር ብዛዕባ ሓደ ሓደ ፖሊሲታት ኣልዒሎም ክዛረቡ ከለዉ ብዙሕ መረረታት ኢኻ ትሰምዕ እዚ ሃገር እዚ እዚ ከተማ እዚ እዚ መነባብሮ እዚ ዝበሃል ሕጂ እንታይ እቲ ጉዳይ እቲ ፍልሊ ኣብ ኦም ሓጀር ዝነበረ ሰብ ዝነበሮ ኣነባብራን ኣብ ካናዳ ዘለዎ ኣነባብራን ናይ ሰማይን መሬትን ፍልሊ እዩ ብዝኾነ ይኹን ብሕጊ ይኹን ብመሰል ብማሕበራዊ ክብርታት እቲ ኣብ ካናዳ ዘሎ ሰብ ምስ ነፍሲ ወከፍ ጻዕዳን ጸሊምን ምስ ነፍሲ ወከፍ ሓላፊ ማዕረ መሰል ኣለዎ። ኣብ ካናዳ ኣይኮነንዶ ናይ ካናዳ ዜግነት ዝሓዘ ሰብ እቲ ዜግነት ዘይሓዘ እውን ኣብ ኤርፖርት ክረግጽ ከሎ እቲ ፒኣር ወይ ፐርማንት ረሲደንስ ምስ ተዋህቦ ከምቶም ካልኦት ተቐማጦ ነበርቲ ናይ ካናዳ ማዕረ መሰል ኣለዎ። ከምኡ ስለ ዝኾነ ከዓ ሕጂ እቲ መረረታት ከምዚ ገይሮምና ከምዚ ወሲኾምና ከምዚ ኮይኑ ንብረት ከቢሩ ብዙሕ ክሰምዕ ከለኻ ኸዓ ይገርመካ ብዛዕባ መሰል እንተኾነ እውን ነፍሲ ወከፍ ካናዳዊ ምስ ነፍሲ ወከፍ በዓል ስልጣን ኣብ ካናዳ ዘሎ ክሳብ ምስ ቀዳማይ ሚኒስትር ማዕረ መሰል ኣለዎ እቲ ናይ ካናዳ ሕጊ ኣህጉራዊ ሕጊ ናይ ብሓቂ ኣድማሳዊ ዝኾነ ሕጊ ንኹሉኻ ብማዕረ ዝሕሉን ዝከታተልን ኣዝዩ ክምስገን ዝግብኦ ኣህጉራዊ ሕጊ እዩ ምስ ከምዚ ኣብ ግምት ብምታው እምበኣር ሕጂ እቲ ካናዳ ስነ ኣድጊ ኢለ ፀውዐዮ ዘለኹ ምስቲ ድሕረ ባይታ ኣመፃፅኣ ክዛመድ ኣለዎ ገለገለ ሰባት ኣብ መዓስከር ስደተኛታት ንዊሕ ዓመት ዝገበሩ ዝገበራ ካብ ኤርትራ እውን ምናልባት ካብ ዶብ ናይ ኤርትራ ከተማታት እውን ዘይፈልጡ ከባቢ ደቂ ኣምሓረ ወይ ከባቢ መንደፈራ እውን ዘይፈልጥ ህዝቢ ብዝተፈላለዩ ምክንያታት ዶብ ሰጊሮም ኣብ ትግራይ ምስ ኣተዉ ንነዊሕ ዓመታት ኣብ መደበር ስደተኛታት ብክንደይ ውርደት ብክንደይ ከርተት መፅለሊ ዘይብሉ መዋቀታት ቴንዳታት ዝነብር ህዝቢ ቆልዑት ኣርባዕተ ሓሙሽተ ሽዱሽተ ቆልዑት ሒዞም ዝነብሩ ኣዝዩ ከርፋሕ መነባብሮ ዝነብር ሰብ ናብ ካናዳ ኣትዩ ኣሎ ስለዚ ምንፅፃር ዘድልዮ ጉዳይ እዩ ምስጋና ከዓ ዘድልዮ ጉዳይ እዩ ንምባል እቲ ካናዳ ስነ ኣድጊ ዝብሎ ዘለኹ ምክንያቱ ነፍሲ ወከፍ ሰብ ኣብ ትሕቲ እግዚኣብሔር ንካናዳ ከመስግን ይግብኦ እዩ ምክንያቱ ካናዳ ትለምልም ኢልካ ምዝራብ ኣዝዩ ኣገዳሲ እዩ ካብ ዝተፈላለዩ ኩርናዓት ናይ ሃገርና ናብ ካናዳ ዝኣተዉ ህጻናት ከም ነብሲ ወከፍ ካናዳዊ ህጻን ብግቡእ ብመንግስቲ ክንክን ተገይርሎም ብመንግስቲ ባጀት ገንዘብ ተመዊልሎም ኣብ ተፈላለየ እዋናት ብዝለዓለ ደረጃ ትምህርቲ ዝተመረቑ ብዙሓት ኤርትራውያን መንእሰያት ደቂ ተባዕትዮን ደቂ ኣንስትዮን ኣለዉ ኣብ ኮሌጃት ዝተመረቑ ዝተመረቓ ኣብ ዩኒቨርሲቲ ዝበፅሑ ኣብ ዝተፈላለየ ዓበይቲ ክእለት ዝሓትት ኢንስቲትዩት ተኻፊሎም ዝተመረቑ ብማዕርግ ዝማዕረጉ ሰባት ክትርኢ ከለኻ ካናዳ ክትምስገን ዝግብኣ ሃገር እዩ ምክንያቱ ኣብ ተፈላለየ እዋን ኣብቲ ሕብረተሰብና ክንርኢ ከለና ገለገለ ዓበይቲ ሰባት ሰቡትን ኣንስትን ካብ ኤርትራ ደቆም ክርኢ ኢሎም እመፁ ደቂ ስሳ ደቂ ሰብዓ ዓመት ከይተረፈ ንኤርትራ ምምላስ እውን የለን ብዙሕ ንኤርትራ ዝምለስ ሰብ እውን የለን ምክንያቱ እቲ ናይ መነባብሮ ናይ ሰማይን ፍልሊ ናይ ሰማይን መሬትን ፍልሊ ስለ ዘሎ እቲ ህዝቢ ምስ መፀ ብዙሕ ኣብ ካናዳ ተሪፉ ኢዱ ሂቡ ወግዓዊ ዝኾነ ተቐባልነት ረኺቡ፣ በቲ ወግዓዊ ተቐባልነቱ ከኣ ናይ ካናዳ ዜግነት ሒዙ ከይሰርሐ ነብር። ምክንያቱ ኣብ ካናዳ እቲ ጉልበት ዘለዎ ትምህርቲ ዘለዎ ዝሰርሕ ስራሕ ዘይብሉ ሰብ እውን ብዝኾነ ይኹን ነገር ዝሳቀዮ ነገር የብሉ ድሕሪ ስራሕ ዘየሎ ኮይኑ ኣገባብ ኣሎ ሕጊ ኣሎ በቲ ዝሰርሖ ሰብ ካብቲ ፋብሪካ ወይ ካብቲ ካምፓኒ ዝኽፈሎ ብመንግስቲ ዝውሃቦ ወርሓዊ ደሞዝ ኣሎ እንተዘይሰርሐ እውን ዝኾነ ይኹን ኣታዊ እንተዘይብሉ እውን ካብ መንግስቲ ዝኾነ ይኹን ሓገዝን ኣታውን ኣለዎ ህፃናት ዝለዓለ መሰል ኣለዎ ነፍሲ ወከፍ ዝተወልደ ህፃን ኣብ ካናዳ ደሞዝ ኣለዎ ወግዓዊ ወርሓዊ ደሞዝ ዝኽፈሎ ኣለዎ እዚ እውን ሓደ ካብቲ ዝዓበየ ናይ ካናዳ ፀጋ ምዃኑ በዚ ኣጋጣሚ እዚ ከስምረሉ ይደሊ ከምኡ ስለ ዝኾነ እምበኣር ካናዳ ስነ ኣድጊ ክብል ከለኹ ንነፍሲ ወከፍ ሰብ ካናዳ ማዕረ ዝገበረት ሃገር እያ እዚ ናይ ኤርትራውያን ለጠቕሶ ዘለኹ ንኩሎም ከባቢ ኣብ ኣፍሪቃ ካብ ኣፍሪቃ ዝመፁ ካብ ዝተፈላለየ ናይ ኩናት ከባቢታት ዝተፈናቐሉ ካብ ዝተፈላለየ ኤሮጳን ካብ ካልእ ዓለም ዝመፁ ህዝቢ ሓደ እዩ ምክንያቱ መበቆልካ ኤርትራ ኹን ኢትዮጵያ ኹን ህንዲ ኹን ቻይና ኹን ፀሊም ኩን ብዘየገድስ እቲ ማዕርነት ኣድማሳዊ እዩ ከምኡ ስለ ዝኾነ ኣብ ካናዳ ሕጊ እውን ማዕረ እዩ ሓደ ሰብ ዝኾነ ይኹን ጉዳይ እንተለዎ ወይ ናይ ሰብኣይን ሰበይትን ፍትሕ ወይ ናይ ካልእ ዝተፈላለየ ኣብ ፋብሪካ ኣብ ካምፓኒታት ዘጋጥሞ ጉዳይ እንተለዎ መንግስቲ ዓቕሚ እንድሕር ዘይብሉ ጠበቓ ይገብረሉ እዚ እውን ሓደ ካብቲ ዓብዪ ጸጋታት ናይ መንግስትን ሃገርን ካናዳ እዩ ምናልባት ገለ ገለ ሰባት ጠበቓ ክቆፅሩ ዓቕሚ እንድሕር ዘይብሎም መንግስቲ ባዕሉ ዝኸፍሎም ጠበቓታት ይገብረልካ እዚ እውን ሓደ ካብቲ ዝዓበየ ፀጋ እዩ ስለዚ ነፍሲ ወከፍ ኣብ ካናዳ ዝነብር ህዝብና ነቲ ሃገርን ህዝብን ከመስግን ይግበ እዩ ናይ ብሓቂ ንካናዳ ህዝባን መሬታን ምምራቕ ዘድልዮ ጉዳይ እዩ ብዓይኒ እምነት ተመፀኻ ነፍሲ ወከፍ ሰብ ኣብ ዝኣምኖ ሃይማኖት ክኣምን መሰል ኣለዎ ናብቲ ዝኣምኖ ቤተ ክርስቲያን ዲ መስጊድ ዲ ክኸይድ ዝኽልክሎ ዝኾነ ይኹን ሕጊ የለን እዚ እውን ሓደ ካብቲ ኣድማሳዊ መሰላት ኢለ ዝፀቕሶ ዘለኹ እዩ ንድሕሪት ምልስ ክብል ከለኹ ቀደም ኣብቲ ብረታዊ ቃልሲ ዝነበርናሉ ግዜ ገለ ተረካብ ዘረባ ነይሩ ሓደ ሰብ ዝተዛረቦ ዘረባ እንታይ ነይሩ ብዛዕባ ናይ ካናዳ ክዝረብ ከሎ ካብ ካናዳ ዝመፁ ጋዜጠኛታት ኣብ ሓደ ኣጋጣሚ እናተዘራረቡ ከለዉ ሲ ነዞም ጋዜጠኛታት ሕቶ ኣለኒ ኢሉ እቲ ተጋዳላይ እንታይ ሕቶኻ ካናዳ ማይ ይሃርሞ ኣሎ ዶ ኢልኩም ሕተትዎ እዚ ኣብ ሜዳ ብዙሕ ግዜ ዝዘረበሉ ዝነበርነ ጉዳይ እዩ ካናዳ ማይ ይሃርሞ ኣሎ ዶ ምክንያቱ ካናዳ ኣብ ሳሕል ኮይንካስ ካናዳ ማይ ክሃርማ ከም ዘለዎ ንምንዮት ነይሩ ምክንያቱ እቲ ሓገዝ እቲ ስርናይ እቲ ዝተፈላለየ ጉዳይ ካብ ካናዳ ዝመፅእ ዝነበረ ካናዳ ማይ እንተሃሪምዋ ጥራይ እዩ ዝብል ኣብቲ ተጋዳላይ ኣተሓሳስባ ስለ ዝነበረ ስለዚ ካናዳ ተለምልም ነፍሲ ወከፍ ሰብ ክምርቆ ዝግብኦ ካናዳ ከመስግኖ ዝግብኦ ኣዝዩ ኣገዳሲ ጉዳይ እዩ ስለዚ እቲ ድሕረ ባይታና ክንፍትሽ ኣገዳሲ እዩ ዝመፃናሉ ዝነበርናዮ ኩነታት መናባብሮ ገለ ገለ ካብ ተከዘ ካብ ኣንቶረ ሰብ ከብቲ ዝነበሩ ማንም ኤቢሲዲ ትምህርቲ እውን ዘይብሎም ሰባት ብዝተፈላለየ ምክንያት ስግረዶብ ሰጊሮም ናብ ካናዳ ዝኣተዉ ብዙሓት እዮም ካናዳ ንብዙሕ ህዝቢ ዝተፈላለዩ ድሕረ ባይታ ዘለዎ ክሳብ ናይ ፖለቲካ ሰባት ዝነበሩ ኣብ ዝተፈላለየ ቆንስላ ጉዳያት ዝነበሩ ኣምባሳደራት ዝነበሩ ኣብ ካናዳ ኢዶም ሂቦም ብሰላም ይነብሩ ኣለዉ ስለዚ እቲ መሰልን ማዕርነትን ብፍላይ ከዓ ሓለፋ ዘለዎ ማዕርነት ናይ ደቂ ኣንስትዮ ካብ ኩሉ ዝተረጋገፀ ጉዳይ እዩ ካብተን ኣብ ዓለም ዘለዋ ዝማዕበለ ሃገራት ወይ ሰላም ዘለዎን ሃገራት ወይ ደስ ኢልዎ ሰብ ዝነብረሉ ሃገር ኣሎ እንተበልካ ካናዳ እዩ ምክንያቱ ኣብ ካናዳ ኩሉ ሕክምና ብናፃ እዩ ንስኻ ትገዝኦ እቲ ዶክተር ዝኣዘዘልካ ፕሪስክሪፕሽን ወይ እቲ ወረቐት ጥራይ ኢኻ ካብ ፋርማሲ ትገዝኦ። እዚ እውን ዓቕሚ እንድሕር ዘይብሉ ኮይኑ እቲ ሰብ መንግስቲ ባዕሉ ነቲ መድሃኒት ይገዝኣሉ። ኣብ ካናዳ ኣብ ዝተፈላለየ እዋን ገለ ገለ ሰባት ገንዘብ ዘይብሎም ሰላሳ መዓልቲ ወይ ልዕሊ ሰላሳ መዓልቲ መጥባሕቲ ገይሮም ዝድቅሱ ሰባት ኣለዉ። ብገንዘብ ክትሞ እንከሎ ካብ ዕስራ ሽሕ ዶላር ንላዕሊ እዩ እቲ ናይ ሓደ ወርሒ ኣብቲ ሆስፒታል ዝረኽቦ ኣገልግሎት። እዚ እውን ብመንግስቲ ካበር ዝግበር ምዃኑ ንእግረ መንገደይ ክገልፆ ደሊ ስለዚ ካናዳ ስና ኣድጊ ንኹላትና ማዕረ ገይራትና ኣላ ኣምላኽ ከዓ ንካናዳ ህዝባን መንግስታን ዕድመን ጥዕናን ሰላምን የወርደላ ክብራ ተኸታተልቲ ከምቲ ኣብ መተው ንብሎ ኩሉ ግዜ ኣብ ምውዳእ ናይዚ ቪድዮ እዚ ላይክ ሸር ሳብስክራይብ ክትገብሩ ዘኻኽር ከምኡ እውን ኮመንት ክትፅሕፉልናን ክትምህሩናን ክትነቕፉናን ክትእርሙናን በዚ ኣጋጣሚ እዚ እውን ክዘኻኽር ደሊ ካልእ ግዜ ብተመሳሳሊ ትሕዝቶ ክሳብ ንራኸብ ከዓ ኣብ ዘዘለኹሞ ሰላም